ኣምለኪ እንዘንሰግድ ንብለኪ ሰላመ ብህልም ኣይመስለንን ተሓኒቐ ተዝመውት። እንሰግድ ንብለኪ
ሞት ዝናፍቆ ሰብ ሪኢኹም ትፈልጡ ዶ? ሰላም ሰላም ጥዕና ሃበለይ ሞት ናይ ናፊቅ ሰናይ ዘን ኹሉ ተኸታተልቲ ዩቱብ ቻነል ከመይ ኣለኹም ከመይ ትኾኑ ከመይ ናብዛ ሰዓት እዚኣ በጺሕኹም? ኣነ ሰላም እየ እግዚኣብሄር ይመስገን። ሰላም ክትኾኑ ናይ ኩሉ ግዜ ትምኒተይ እዩ። ከምቲ ልሙድ ናብ ቻነለይ ሓደሽቲ ትመጹ ዘለኹም ላይክ፣ ሳብስክራይብ ብምግባር ቤተሰብ ኩኑ ኢኹም። ቤተሰብ ዝኾንኩም ድማ ሃናጻይ ዝኾነ ርእይቶኹም ኣይፈለየኒ እናበልኩ እየ ሎማዓንቲ ድማ ብሓደ ኣዝዩ ደስ ዝብል ራእስቲ መሃራይ ዝበልክዎን ጥቕመና ክጠቕመና እዩ ዝበልክዎ ሓደ ኣርእስቲ ሒዘልኩም መጺኤ ዘለኹ። እሱ ድማ ከምቲ ኣብ ስእሊ ትርእይዎ ዘለኹም ኣብ ሶሻል ሚድያ ብኣብዝሓ ሰብ እንፈልጦ ብሌነይና ዓለመይ ዝብሉ ክልተ ሰብ ፍቑራት ኣብዚ ናይ ሎማዓንቲ ዝሰርሖ ቪድዮ ንብዙሓት ሰባት ኣተሓሳሳቢ እዩ ኮይኑ ዘሎ። ብዙሓት ሓሳቦም ዝገልጹ ዘለዉ ብኮመንቲ ሰብየ መጺኤ ዘለኹ። ከም ዝሓለፈ ኣብ ዝሓለፈ ንፈልጦ ክልቲኦም ፍቑራት ምዃኖም፣ ቈልዓ ከም ልወለዱ፣ ኣብ መንጎ ናይ ህይወት ናያቶም ከኣ ብዙሕ ውረድ ደይብ ከም ዘሎዎም፣ እሱ ከኣ ኣብ ሊብያ ከይዱ ከም ዝነረና እሳ እውን ኣብዚ ካብ ዝነርት ብፍቕሪ ተኣኪቦም ወይ ድማ ተጠርኒፎም ላብ ሓደ ኣብ ሓደ ከም ዝነብሩ ብሰንኪ ላብ ሊብያ ልኸዱ ምስ ከደ ድማ ኣብ ሊብያ መብስህቲ ከም ዝበጽሖ ይዛረብ ነይሩ። ብኣብዝሓ ግዜ ክንሪኦ ከለና ኣብ ሶሻል ሚድያ ለመፀ እዩ ዝበኪ ኩሉ ግዜ ማለት እዩ። በዛ ለሓለፈ እንድሕር ናይ ኣነስ ከምዚ ዓይነት ፀገም ኣለኒ ውሽጣዊ ሰብ ዘይፈልጦ ፀገም ኣለኒ ኢሉ ክዛረብ ከሎ ኣሃ ብዙሕ ሰብ ከዓ ትዝኸኣለ ነገር ሓግዝዎ እዩ። ሕክምና ንክኸይድ ሕክምና ከይደ እውን ክሕከም ብዝካልኩምዎ መጠን ሓግዙኒ ኢሉ ቪድዮ ሰሪሑ ብዙሓት ሰባት ድማ እቲ ዝካኣልዎ ነገር ሓጊዞምዎ እዮም ብሓቂ ብዙሓት ሰባት ከዓ ሓዚኖምሉ እዮም እቲ ንሱ ዝሰርሖ ቪድዮ ኩሉ ግዜ ክንዕዘቦ ከለና ሓደ ቀልጢፉ ቀልጢፉ ቪድዮ ኣይሰርሕን እዩ ደንጉዩ ደንጉዩ እዩ ዝሰርሕ ደንጉዩ ደንጉዩ ክሰርሕ ከሎ ከዓ ዝኾነ ሓደ ኣራስቲ ሒዙ እዩ ዝመፅእ ግን እቲ ናትና ህዝቢ ብኣብዝሓ ዳርጋ መንጨውጨዊ እዩ ኮይኑ ንብል ማለት እዩ። ማለት ኩሉ ሰብ እኮ ችግር ለይብሉ ወይ ጸገም ለይብሉ ወይ ኣይኮነን እዩ። ኩሉ ችግር ኣለዎ ጸገም ኣለዎ እዩ። ናዚ ግን በቃ ከምዚ ኣነ ከም ክሓስቦ ከለኹስ ከምዚ ዝኾነ ናይ ሶሻል ሚድያ ኣጠቓቕማሲ ፍልጠት ዘለዎ ዓይነት ነገር ተመሲሉ ግን ከዓ ዓሻ ተመሲልካሲ ድራሮም ወደእሎም ዝብል ዓይነት ሒዙ እዩ ዝመጽእ ዝመስለኒ ማለት እዩ። ሎማዓንቲ በቲ ድግድግ ዝበለ ካዓ በቃ ምሽ ፀገም ክህሊ ይክእል እዩ ሰኣነ ክህሊ ይክእል እዩ ምስ ሓዳሩ እዩ ዘሎ ጓሉ ውሉድ ናሃሌ ሞት ናፊቆዮ ክመውት ደልየ ትዝ ዝበለኒ ነገር ካዓ ኣብ እስርቤት ዘለዉ ኣሕዋትና ትዝ ዝበለኒ ነገር ካዓ ኣብ ፍቃድኡ በረካታት ኣባጊዕ ኣግማል ድጓሲ ዘለው ኣሕዋትና እሞ ኣብ ስዑዲ እሞ በዚ ጸሓይ እሞ እዚ ኩሉ ዕቅብን ቁልቁልን እሞ ማይ ልይብልካ እዚ ኩሉን ከርተት ዝብል ዘሎ መንእሰይ ክሓሶ ከለኹሲ ንባዕለይ ገሪምኒ ማለት እዩ ማለት ለኸመይ ችግር ደብሉ ሰብ የለ ኩሉ ችግር ኣለዎ ኩሉ ጸገም ኣለዎ እዩ ኩሉ ማለት እዩ እና ብኸመይ ምክንያት እዩ ኩሉ ግዜ ከምዚ ዓይነት ዝዛረባን ኣይርደንን እዩ እልሉ ልማዓንቲ ከዓ ከምዚ ኣነስ ብዙሕ ውሽጢ ኣለኒ ኢሉ ናደዋይ ናደው ናደው ናውዓሉ ማለት እዩ ብሰበይቲ ከዓ ኣደዋኣ ቤተሰባ እስቲ ኣብዚ ኩላትናስ ኣብ ናይ ባዕልትና ህይወት ፀገም ለየሎ ሰብሲ የለን እዩ ኩሉ ክናዓል ጸገም ኣሎ ብውሽጢ ስለ ልገብሮ ኣብ ናባዕሉ ሂወት እስቲ ኢሉ ሸለል ስለ ዝብሎ ዳይ እምበይ ኩልታሲ ናይ ባዕልትና ችግርሲ ኣለና እዩ ሓደ ናይ ባዕልኻ ችግር ላብ ሚድያ መጺኻ ክትቃልዕ ከለኻ ጽቡቕ ኣይመጸካን እዩ ካልኣይ ሓሊፉ ከዓ እንድሕር ናይ ባዕልኻ ልታ ዘለኻያ ሂወትካ ዋጋ ዘይካፈልካ ዘይጸዓርካ ዘይሰራሕኻ ላዕልን ታሕትን ለይበልካ ጉልበታዊ ስራሕ ድዩ ብሕልናዊ ስራሕ ድዩ ብዝተፈላለየ ነገር ጠፍጠፍ እንድሕር ለይበልካሲ ኮፍ ኢልካ ስለለኸኻ ስለለለካ ችግር ስለለዕለልካ ልሓለፍካዮ ህይወት ስለልተዛረብካ ኣብ ሶሻል ሚድያ መጺኻ ስለ ዓለመይ ዓለመይ ስለልተሃልካስ ምንም ሰብ ኣይሕግዘካን እዩ ብቻ ኣማዕደ እዩ ልሪኤካ እና እስቲ ንስኻትምስ እንታይ ተምሂርኩም ኣነ ልተማርኮ ነገር ዓንተ ሪኦዮ ብሓቂ እቲ ቪድዮ ጽቡቕ ስምዒት ኣይፈጥረልካን እዩ። ከምዚ ብሓደ ብሓደ ገጽ ከዓስ ልኾነ እሱስ ልኾነ ነገር ክደሊ ከሎ ከምዚ ዓሻ ተመሲልካስ ድራሮም ወደኣሎም ልባዕሉ ልጥቕሙ ገንዘብ ኣዋጽእለይ ሓግዙኒ ንምባል ዝተፈላለየ ሜላ ልጥቀመሉ ድኣ እምበር ከምዚ ኣይመስለኒ እና ናተይ ልኾነ ሕቶ ልኾነ ንኹሉ ግዜ ከዓስ መቸምሲ ኣብ ዓዲ ሰላም ኣሎ ኣይብልን እየ ኣነ። ሰላም የለን እዩ። ኣብ ዓዲ ነይሩ ካብ ኣብ ዓዲ ወጺኡ ኣዲስ ኣበባ ከይዱ። ኣዲስ ኣበባ ስራሕ የለን እዩ ከነጭራሹ። ማለት ስራሕ እኮ ግዴታ ኣብ ምስቲ ግዜ ኢኻ ትኸይድ እምበር ኣይተማርጽን ኢኻ። መስቲ ግዜ ግን ትኸድ ኢኻ። ጉልበታዊ ስራሕ ክህሊ ይኽእል እዩ። በቲ ዝኸኣልካዮ ነገር ኣብ ናይ ሃፍታማት ድርጅታት ለሎ ስራሕ ኣልሽካ ክትሰርሕ ኣይትኽእል እዩ ማለት ድዩ? ክትንቀሳቐስ ኣይትኽእል እዩ ማለት ድዩ? ኩሉ ግዜ ጓሓት ጓሓት መጺኻ ላብ ሶሻል ሚድያ ክትበኪ ኣለካ ማለት ድዩ? እስቲ ከመይ ተሪኦ ከመይ ተረዲእኹምጎ ንስኻትን ከመይ ተረዲእኽንኦ እዛ ቪድዮ እዚኣ ትሰምዑ ዘለኹምሲ ብኸመይ ተረዲእኹምጎ ኣነ ድየ ብጌጋ ልርድኦ ኣለኹ? ስለምንታይስ ኩሉ ግዘስ በቃ ላብ ሶሻል ሚድያ ይመፅእ በቃ ይበኪ ናብ ሶሻል ሚድያ ይመፅእ በቃ ይበኪ ዝኾነ በቃ ይዛረብ ንክልተ መዓልቲ ንሰለስተ መዓልቲ በቃ ኣራእስቲ ይኸውን እና ብዙሓት ሰባት ዓይኖም ይርእ ዓ- ክርኢ ልደላድሊ ዓይኒ ለይብሎም ኢግ ለይብሎም እግሪ ለይብሎም ቀሳቅሱ ዘይኽእሉ ብዙሓት ሰባት ኣብ ሕክምና ዘለውኳ ከምዚ ኢለን ከም ዘይማረሩ ከምዚ ምል ዓይነብር ክለለዎም ሰባት ከማረሩ ከለዉ ስታይ ስምዓኩም እሲ ንኣብነት ሙሉ ጥዕና ከም ዘይብላ ቀዲመ ገሊጸ ነይረ እየ እሱ ከዓ ባዕሉ ብልበሎ እዩ ገንዘብ ከም ዝተዋጸሉ ክሕከም ከም ዘሎ ከም ዝኾነ እውን ተዛሪቦም ነይረና እንታይ ይስምዐኩም? ናብ ሶሻል ሚድያ ካብዚ ኢልካ ምዝራብ ስምዒታዊ ኮይንካ መፂኻ ኣብ ሶሻል ሚድያ ካብ ዝደለኻ ኣፍካ ካፊትካ ምዝራብ ከይ ንሓደ ሰብ ወይ ድማ ናይ ሂወትካ ናይ ባዕልኻስ ክሽፍነልካስ ይኽእል ዶ? ልናትካ ንስነ ልቦና ንውላድካ ክኸውን ይኽእል፣ ንባዕልካ ክኸውን ይኽእል፣ ንመፃኢ እስኻ ትሰርሖ ስራሕ ማንኛው ህይወትስ ክጠቕመካ ይኽእል ዶ? እስቲ ዝከኣልኩንኦ ኮመንቲ ኣቅምጥልና ኢኩም ኣነ ኣይድግፎን እየ ለለካ ችግር ሰብ ኮይኑ ዘይችገር የለን እዩ እቲ ቀንዲ ኣብ ናይ ወዲ ሰብ ጥዕና እዩ ጥዕና ክክስእን ከሎ ክንቀሳቀስ እንድሕር ዘይክእል ብሓቂ ችግር እዩ እሱ ከዓ እግዚኣብሔር ኣምላክ ምሕረት ከካ ላብ እግዚኣብሔር ምልማን ለማን ጨሎት ምካድ ጸሎት ምግባር ድኣ እምበር ኣብ ሶሻል ሚድያ መጺካ ምምራር ምብካይ መፍትሒ እዩ ኣይብሉን እዩ ካብኡ ካዓ ምሽጥር ናይ ገዛካ ለሎ ማለት እዩ ትባኣስ ትክእል ኢካ ሰብ ኢካ ትባኣስ ትዕረቅ ማለት እዩ ትጋጭ ኢካ ለለ ተመሊስካ ካዓ ትዕረቅ ኢካ ናይ ቤተሰብ ሂወት በቃ ለሎ እዩ እዚ ካዓ ናይ ሓሳብ ፍልልይ ክህልየካ ስለ ልክእል ነቲ ናትካ ቤተሰብ ወይ ድማ ትብሎ ወይ እስካ እቲ ምሳካ ዘይራዳዳእ ዘሎ ሰብ እዚ እኮ ከምዚ እዩ ኢልካ ሓሳብ ክተረድኦ እዩ ዳኣ ዘለካ እምበር ኣቦይ ከምዚ ኢሉኒ ክመጽእ ትበኪ ኣደይ ከምዚ ኢላትኒ ብዝልሓለፈ ዓዲ ሓመይ ኢሉ ንሰበይ ንዓዲ ሓሙ ዘየኽበረ ከመይ ገይሩ ሰበይቱ ምስኡ ትሓድርላ ከመይ ገይሩ ምስኣ ትነብርላ ኢሉ ብዙሕ ሰብ ተዛሪቡ እልልሀ እዚ ከዓን ኣደይ ኢሉ ብናይ ኣደውኡ መፅዩ ማለት እዩ ብናይ ኣደውኡ ሓዲጉ ልለ ብናይ ሓማቱ እና ከመይ ስትሪኦ ኣነ ድየ ኣተሓሳስባይይ ሸለለዮ ለለኹ ወይስ እቲ ሓቅስ ከመይ እዩ ትፈልጣ እስቲ ኣብ ኮመንቲ ኣቕምጣለይኽን ይጋገ ተለኹ ከዓ ማለት ኣይተሸግሪ ኣይሰኣኒ ማለት ኣይኮነ እዩ ናተይ ሓሳብ ክትፈልጦ ዘለክን ማለት እዩ ከምዚ በቃ ከምዚ ኣቐድም ኢሉልኩ ወሲ በቃ ዓሻ ትምስልካስ ድራሮም ወድኦሎም ልበሃለሎስ ገንዘብ ክዋፅኦሉ ስለ ዝደለየ ኩሉ ግዘስ ክሕገዝ ስለ ዝደለየ ኮፍ ኢሉ ክሕገዝ ስለ ዝደለየ እምበይ ከምዚ ችግር ልዕልና ሰብ ችግር ኣለዎ ማለት ሃልዩዎስ ኣይመስለንን እየ ኣነ። ማለት ብዙሕ ነገር ኣብ ስደት ዘሎ ድዩ ኣብ ዓዲ ዘሎ ድዩ ብዙሓት ዝተቸገሩ ሰባትሲ ንፈልጥ ኢና። ሓገዝ ደልዩ ኢና ይብሉ ዝዝተኻእልዎም ይሕገዙ በቲ መተሓዝ ዝተሓገዞም ከይሮም ከዓ ይሰርሑ ማለት እዩ። ብእግሮም ይንቀሳቐሱ ብእግሮም እታ ዝነኣሰት ስራሕ ስራሕ ዝነኣሰን ዝዓበየ የለን ድዩ? በታ ዝነኣሰ ጀሚሮም ናብ ዝለዓለ ደረጃ ይበጽሑ ወይ ድኳን ይገብሩ፣ ካብ ድኳን ሓሊፎም ከዓ ሊስትሮ ይሰርሑ፣ ካብ ሊስትሮ ሰሪሖም ከዓስ ሙሉእ ዓይኒ ወርቂ ሂቦምሲ ናብኡ ቢያንስ ቢያንስ እንዳ ፀጉሪ ቤት ተቖፂሮም ክሰርሑ ኣይክእሉ እዩ? ቢያንስ ሰበይቱሲ ይፈልጥ እየ ቆልዓ ሒዛ ትብላኒ ይኹን ቆልዓ ክህልያ ይኽእል እዩ ግን ኳሲ ሓዲኦም ዋላ ተቖፂሮም ክነብሩ ኣይክእሉ እዩ? ስለምንታይ ኩሉ ግዜ ናብ ሶሻል ሚድያ ግን እና ዘረባ ኣብዚሐልኩም ብሓቅስ ምንም በቃ ክርደና ይካለይ ብዝተኻእለኩ መጠን ኣረድእኒ ንሎማዓንቲ እዚኣ ትመስል ነይራ።